ሸርሸ ኣን ትራቫይ፣ Chercher un travail፣ ስራሕ ምድላይ ማለት እዩ። ስራሕ ክንደሊ እንከለና ኩሉ ግዜ እንታይ እንታይ ከም ዝብል ወይ ብእንታይ ዓይነት ቃላት ከነምጽእ ብሓንሳብ ክንኸዶ ኢና ማለት እዩ። ሕጂ ኣማን እዩ ስራሕ ክደልዩ ዘሎ፣ ስራሕ ስኢኑ ስራሕ ይደሊ ኣሎ ማለት እዩ። እታ ትቕበሎ ሬስፖንሳብል ማዳም ዝጸንሓቶ ጓል ኣንስተይቲ ማለት እዩ። ማዳም ንብሎ ኩሉ ግዜ ሰበይቲ ከም ሰበይቲ እንድዩ ግን ወላ ዘይትፈልጣ ሰብ ከም ኣኽብሮት ኣባ ጽሕፈት ገለ ተክት ኮይኑ ማዳም ንብላ ንኣብነት ሕጂ ቦንዡር ማዳም ሰላም ማዳም ኤክስኪዝማ ሶሪ ጀ ሸርሽ ኣን ትራቫይ ኣነ ስራሕ ይደሊ ኣለኹ ስራሕ ይደሊ ወይ ድማ ስራሕ ይደሊ ኣሎ ይሰርሕ ዳ ኣሎ ሸርሽ ኣን ትራቫይ ኣብ ፕሬዞን እዚ ፕሬዞን እዩ ዘሎ ማለት እዩ ስራሕስ ኣብ ምንላይ ስራሕ ኣለኹ ይብላ ኣሎ ማለት እዩ ስራሕ ይደሊ ኣለኹ እስከ ቡ እስከ ቡ ሬክሩቴ Est-ce que vous recrutez? ተስርሑ ዲኹም? Recruter ማለት ሲ ተስርሑ ዲኹም ወይ recruter ዝገብሩ ሰባት ገለታት እንድሕሪ ሰባት ዘድልዩኹም ኮይኖም ሲ ኣና ስራሕ ይደለኹ። Est-ce que vous recrutez ሕጂ ሰብ ትደልዩ ዲኹም ማለት እዩ ብሓጺሩ። ሰብስ ተስርሑ ዲኹም? ይብላ ኣሎ ኣማን ማለት እዩ። ሽታ ሬስፖንሳብል እሸኽሸ ምድላይ እዩ ነጊረኩም እየ በይኑ እንድሕር በበይኑ ሪኢኹሞ ሸኽሸ ምድላይ እዩ ኣንትኻቫይ ከኣ ሓደ ስራሕ እጂ ብሓንሳብ ተጣቢቕናዮ ሸኽሸ ኣንትኻቫይ ስራሕ ምድላይ እዩ ተርእስቲ ኣማን ከምኡ ምስ በላ ሽዑ እታ ሬስፖንሳብል ማለት ኢላቶ ሬስፖንሳብል ናይቲ ገዛ ማለት ናይቲ ሬስፖንሳብል ተሓላፊት ናይቲ ናይቲ ትካል ኣብ ትካል ከይዱ እዩ ስራሕ ዝድር ዘሎ ኣማን

እቶም ሓደሽቲ ምናልባት ትሪእዋ ተለኹም ትፈልጥዎ እኳ ትፈልጥዎ ኢኹም ኣንፊኒቲቭ ኡየ ቀዳማይ ጉሩብ እዚ ኣብ ፕሬዘንት ኮይኑ ሽዑ ጀሸኽሽ ትብል ኑሸኽሾ ተኾይኑ ግን ንሳ ሕጂ እንታይ ዳቶ ንሕና ንደሊ ኣለና ንሳ ምስ ካልኦት ምስ ምስማታ መሳርሕታ ወይ ድማ ምስ ሓለፍታ ኮይና ኑሸኽሾ ኬድካ ፑኽ ትኻባየ ኢሲ ኢላቶ ማለት እዩ ኣብዚ ንክሰርሐሲ ሓደ ሰብ የድልየና ኣሎ ኬል ቲፕ ደ ትኻባየ ሸኽሼቭ እንታይ ዓይነት ስራሕ ኢኻ ትደሊ ወይ እንታይ ዓይነት ስራሕ ኢኹም ትደልዩ ንስኹም? ቭህጂ ኩሉ ግዜ ከምቲ ዝደግመልኩም ንዓብዪ ክኸውን ይኽእል ንሓደ ሰብ ክኸውን ይኽእል ከም ንልክዕ ናይ ዓድና ኣቱም ትብሎ ንንእሽተይ ዓርካት ኮይኑ ኣታ ትብሎ ኣብዚ ህጂ ንሓደ ክኸውን ይኽእል ወይ ድማ ንኣኽብሮት ወላ ኣብዚ ንዓብዪ ጥራይ ዘይኮነስ ንዘይትፈልጦ ሰብ ቭ ኢኹም ብቭ ሓዝዎ ማለት እዩ ስለዚ እንታይ ዓይነት ስራሕ ኢኻ ኬል ቲፕ ኬል ቲፕ ደ ትራቫይ ሸር ሼ ቭ

Je cherche un travail dans un restro ኣብ ረስቶራንት እየ ስራሕ ዝደሊ ዘለኹ ኢልዋ ማለት እዩ ወይ ወይ ከዓ ወይ ኣብ ረስቶራንት ወይ ከዓ ኡ ዳንዛ ማጋዛ ዛ ረ ኩሉ ግዜ ዛ ይብላ ኣለኹ ዛ ዳንዛ ማጋዛ ኣ ማጋዛ ማስኩላ ስለ ዝኾነ እምበር ዩን ምኾነ ዩን ተዝኾነ ዩ ዳንዙ ዩን በልኩ ነይረ ኣብ ማጋዛ ተዘይኮይኑ ከዓ ኣብ ሓደ ማጋዛን ከዓ ኣብ ሓደ ስቶሪ ኣብ ሓደ ድኳን ከኣ ተዘይኮይኑ ከኣ ኣብ ሓደ ድኳን ወይ ኣብ ሓደ ድኳን ወይ ድማ ኣብ ረስቶራንት ይደሊ ኣለኹ ኢሉዋ። ብድሕሪኡ ቀጺሉ ጄም ትራቫዬ ኣቬክ ኣቬክ ዴ ክሊዮን ጄኤም ኢሉዋ። ጄኤም ትራቫዬ ስራሕ ይፈቱ እየ ኣቬክ ምስ ማለት እዩ ምስ ሌ ክሊዮ ሌ ክሊዮ ምስ ዓማዊል ማለት እዩ ክሊዮ ምስ ዓማዊል ሲ ስራሕ ይፈቱ እየ ምስ በላ ነታ ሬስፖንሳብል እታ ሬስፖንሳብል መሊሳትሉ ሽዑ ሬስፖንሳብል ነገረኩም እየ እታ ሬስፖንሳብል ናይቲ ትካ ሓላፍነት ማለት እዩ ሓላፍነት ናይቲ ትካል ዘለዋ ሰብ ወይ ትወዲ ወይ እታ ጓል ክኸውን ይኽእል ኣብዚ ግን ባዳም ስለ ዝኾነት ግን ጓል ኮይና ዘላ ኣብዚ ትኸቢያ ኢላቶ ትኸቢያ ብጣዕሚ ፅቡቕ እስከ ቡዛፌ ደጃ

ደ ለክስፐሪዮንስ፣ ድሮስ ኤክስፐሪዮንስ ነይሩኩም ዶ ቅድሚ ሕጅስ ተመክሮ ነይሩኩም ዶ ወይ ተመክሮ ነይርካ ዶ ትብል ኣላ። ኤክስፐሪዮንስ ተመክሮ ማለት እዩ። ቅድሚ ሕጂ ነጊረኩም ነይረ እቲ ቪድዮ ትከታተሉ ናተ ማለት እዩ። እቶም ቪድዮ እቲ ኣብቲ ዩቱብ ሰዶ ኣገዳሲ ነገር ኣሎ። እቶም ነዚኣ ትሪእዋ ዘለኹም በጋጣሚ ክትሪእዋ ትኽእሉ ኢኹም። ድሓር ከኣ ፕራይቬት ይምህር እየ ብዙም ይምህር እየ ብዋትሳፕ ናተይ ዋትሳፕ ኣለኩም ኣብቲ ወይ ኣብቲ ናተይ ፕሮፋይል ኣሎ ኣብቲ ናይ ላይንግ ኣቲኹም ናይ ዩቱብ ተዘኮይነ ግን ኣብ ቲክቶክ ሓበን ዓሰርተ እልኩም ኣቲኩም ኣብቲ ናተይ ፕሮፋይል ናይ ቢዮ ኣው ለኩም ተሌፎነይ ብወሳብ ገርኩም ክጽሕፉለይ ትክእሉ ኢኩም ስሩዕ ስሩዕ ክላስ እንድሕር ደሊኩም ኣብ ብዙም ኣብ ፕራይቨት ማለት እዩ ኤክስፐሪንስ ስለዚ ኤክስፐሪንስ ኣለካ ዶ ኢላቶ ኤክስፐሪንስ ሲ ተሞክሮስ ኣለካ ድዩ እስከ ዛቤ ደጃ ኤክስፐሪንስ ናይ ድሮ ማለት እዩ ደጃ ቅድሚ ሕጂ ተሞክሮስ ኣለካ ዶ ምስ በለቶ ኣማንታይ ኢልዋ ሽዑ ዊ ኣምፑ

እቲ ኤክስፐርየንሱ ተመክሮ ናቱ ይነግር ኣሎ ማለት እዩ ብሓጺሩ። ስለዚ ኣብ ንእሽተይ ረስቶራንት ሰሪሐ እየ ዝሓለፈ ዓመት ኢሉ ሬስፖንሳብል ሽዑ እንታይ ኢላቶ እንታይ ኢላ መሊሳትሉ ከስከ ቡ ፌዚየ ኤግዛክትሞ ከስከ ቡ ፌዚየ ኤግዛክትሞ እንታይ ኢኻ ገርካ ኤግዛክትሞ ኣምፓርፌ ገይራ ሓቲታቶ ማለት እዩ ናይ ሕሉፍ ከስከ ቡ ፌዚየ ኤግዛክትሞ

ኣምፓክፈ ማለት እዩ ጀኤቴ ናይ ሕሉፍ ስለ ዝኾነ ኣምፓክፈ ፓሴ ኮምፖሶ ነጊረኩም እየ ፓሴ ኮምፖሶ ተኮይኑ ዕለቱን ውዱእ ዝኾነ ነገር ኣብ ሓደ ተወደእ ነገር ዓመተ ምህረቱ ንፈልጦ ዕለቱ ንፈልጦ ፕሬሲ ዝኾነ ነገር ፓሴ ኮምፖሶ ንጥቀም ኣምፓክፈ ተኮይኑ ግን ከም ታሪክ ከምዚ ነይረ ገለታት ትድዩ ኮይናቶ ወይ ድማ እቲ ዝገበርናሉ ክንደይ ከም ዝጸንሐ ዘይፍለጥን ተደጋጋሚ ዝኾነ ነገራት ኮይኑ ግን ኣምፓኽ ፈንት ከማይ ኣብዚ ሕጂ ጀተ ሰርቨር ኢልዋ ኣነ ኣሳሳየ ነረ ጀተ ሰርቨር ጀኣከየ ጃከየ ማለት ጋሻ ተቐባሊ ጋሻ ተቐቢለ ጃከየ ለኪ ድዮ ነቶም ከም ጋሻ ኮይነሲ ነቶም ጃከየ ሕጂ ኣከዮህ ማለት ጋሻ ተቐባሊ ማለት እዩ ኣከይ እንድዩ ኣብዚ ግን ጋሻ የለን ብጃ ክልዮ ኢለ ክልዮ እንዳ ኣሎ ሕጂ ነቶም ኣገ ነቶም ክልዮ ነቶም ዓማዊል ሲ ተቀቢለ እዮም ተቀቢሉ ዘመሓድሮም ምሽ ወይ በዚ ዝኸፍል ንኣብነት ኣብ ረስረንት ኮይኑ ኣብዚኣ ጣውላ ኣለትኩም ኣብዚ ኣለትኩም መብልዒ ዘለኩም ገለመለ ምሽ ትብሎ ዣ ክየ ኢለ ክልዮ ኢልዋ ጃ ክየ ኢለ ክልዮ ኣምፓክፈይ ዝረዮ ኣይ ኣንቲ ጽፎ ዘለኹ ኣይነስ

Est-ce que vous parlez bien français ላተሽ ንምንታይ ዝገረልኩም ናይ ፍሮንኮፍ ኣሎፎን ንሕና ፍሮንኮፎን ኣይኮናን ኣሎፎና ንበሃል ከም በዓል ኤርትራ ኢትዮጵያ ወይ እተፈላለየ ሃገራት ኣብ ሃገሮም ፍራንስ ዘይብሎም ቋንቋ እንታይ ይበሃሉ ኣሎፎን ይበሃሉ ማለት እዩ ኣሎፎን ክሳብ ሕጂ ክሳብ መወዳእታ ትሪእዋ ዘለኹም ሰባት ወይ ክሳብ መወዳእታ ዘራኹማ ሰባት ኣሎፎን ኢልኩም ጸሓፉለይ ማለት እዩ ኣሎፎን ኣሎፎን ኣብ ሃገሮም ብተፈላለየ መንገዲ እዞም ካልእ ሃገራት ኣሎፎን ዝበሃሉ ኣብ መግዛእቲ ድዩ ገለ ገለ ምስ ኣብ ሃገሮም ፍኾንኮፎን ይበሃሉ ንሕና ከኣ ኣሎፎን ኣነ ኣሎፎን እየ ኢልኩም ተተዛሪብኩም ህጂ ብዝኾነ ኣብ ሃገርኩም ቋንቋኹም ቋንቋኹም ፍራንስ ከም ዘየለ ኢኹም ትነግሩ ዘለኹም ሕጂ ንስኹም ኣሎፎን ስለ ዝኾንኩም እንጂ ምናልባት ከምዚ ክሓትኹም ይኽእሉ እዮም ኣሎፎን ከም ዝኾንኩም ተፈሊጦም ኢኹም እስከ ቭ ፓርሌ ቢያን ፍራንሴ ጽቡቕ ፍራንስ ትኽእሉ ዶ ወይ ጽቡቕ ፍራንስ ትኽእሉ ዶ

ብ ፕራቲከ ንክገብሮ ከኣ ይፍትን እየ። እጀ ሴ ደ ፕራቲከ ትለጆክ ማለት ኩሉ ግዜ ኣብ ነቲ ቋንቁኡ ሲ ክጥቀመሉ ወይ ምስ ሰብ ክዛረበሉ ክ ከ ብተፈላል ብ ብተወሳኪ ንምጽናዕ ንክገብር ብ ፕራቲከ ይገብር ማለት እዩ። ሕጂ ንኣብነት ሓደ ካባኩም ሓደ ቋንቋ እንድሕር ጀሚሩ ምስ ካሊእ ሰብ ክዘራረብ ወይ ገለ እንከሎ ፕራቲከ ይገብሮ ኣሎ ማለት እዩ ነቲ ይለማመዶ ኣሎ መሊሱ የሰልጥኖ ኣሎ። እጀ ሴይ ይፍትን ማለት እዩ። እጀ ሴይ ደ ፕራቲከ ቱሌጆክ።

እንዴት ክሞቲቬ ሞቲቬሽን ምህላውካ እዩ እስኻ ክትሰርሕ ኢልካ ምብጋስካ እዩ ማለት እዩ ሞቲቨ ምዃንካ ከምዚ ሃካይ ዘይምዃንካ ጥራይ እዩ ተገዳሲ እምበር ተገዳሲ ቋንቋ ምኽኣል ዘይኮነስ ሞቲቨ ምዃን እዩ ቋንቋ ምኽኣል ኣገዳሲ ይኮንኩን ኣይገዳሲ ይኮነን ኣይኮንኩን ዝብል ዘለኹ ግን እቲ ሞቲቬሽን ምዃን ከዓ ቁሩብ ንሕር ሒዝኩም እሲ ተገዳሲ ስራሕ ዶ ዝጠንኩም ከዓ ተበገዳስነት እቲ ምብጋስ እዩ ማለት እዩ ንኹምኡ ድማ ከምኡ እያ ትብሎ ዘላ እታ ሬስፖንሳብሊቲ ጅብዚ

እወ ኢልዋ ሽዑ ጀፑ ይኽእል እየ ኢልዋ ማለት እዩ ጀፑ ትኻባየ ክሰርሕ ይኽእል እየ ጀፑ ትኻባየ ክሰርሕ ይኽእል እየ ለዊከንድ ቀዳመ ሰንበት እ ኢልዋ ሽዑ እንደገና ከዓ ለስዋክ ውሲ ለስዋክ ውሲ ምሸት እውን ስዋክ ውሲ ለስዋክ ውሲ ምሸት እውን ማለት እዩ ሬስፖንሳብል ሽዑ ትኸቢያ ትኸቢያ ኣቬቫን ሰቨ Très bien avez vous un CV ብጣዕሚ ጽቡቅ ሰቨስ ኣለኩም ዶ Très bien ብጣዕሚ ጽቡቅ avez vous avez vous un CV ሰቨ ታይ ማለት እዩ ናትኩም ኣንፈርሜሽን ዝነገር እዩ ቴሌፎንኩም ኩሉ ናትኩም ኤክስፕሬንስ ተመኩሮኩም ክእለትኩም ኣብ ምንታይ ሰሪሕኩም እንታይ ዓይነት ዲፕሎም ኣለኩም ዝነግር CV CV ማለት እዩ እቲ ናትኩም CV ሰቨስ ኣለካ ዶ ትብለላ ኣማኒሏሽ እውይ ቢያን ሲር እወ ብርግጽ

ኣብ ሓደ ሰሙን ክኸውን ይኽእል ማለት እዩ። ብያንቶ ዝበሃል ብዕለትን ብጣሽምን ዝተወሰነ ኣይኮነን። ኣብ መጻኢ ማለት እዩ። ኣብ መጻኢ መዓስ እዩ እንድዒ ብያንቶ ክድውልሉ ይኽእሉ ወላ ንጽባሒት ክትድውልሉ ትኾን ይግበረሉ። ሜርሲ ብኩ ፕር ቮትር ሕቶ ኢልዋ ኣማን ሽዑ ንግዜኽስ ወይ ንግዜኹም ንግዜኽን የቐንየለይ። ሜርሲ ብኩ ፕር ቮትር ሕቶ ሬስፖንሳብል ሽዑ ሜርሲ ኣ ቭ ንዓኻ ከማን የቐንየለይ። ቦንዡር ኔ ኤ ኣ ብያንቶ። ጽቡሩክ መዓልቲ et à bientot ኣብ ቀጻሊ ከኣ በለላ ኣማን ሽዑ Bonne journée ኢሉ መሊሱላ ማለት እዩ ንዓኹም ከኣ Bonne journée ብሩክ መዓልቲ ብሩክ ቀን ይግበረልኩም ብሩክ ናይ ሕማማት ጾም ይግበረልና ነቶም ናይ ካሊእ ሃይማኖትና ከኣ ብሩክ ብሩክ ምሸት ብሩክ መዓልቲ ይግበረልና ማለት እዩ ኮሞንት ወይ ድማ ሸር ገለታት እንበል እቲ ቻነል ንክዓቢ ከምቲ ኩሉ ግዜ ዝበለኩም ነቶም ካሊኦም ክበጽሖም ማለት እዩ እዚ ብቀሊሉ ክረክቦ ክረክቦ ዘይክእሉ ነገራት ሰባት ኣለዉ ብጣዕሚ ዘድልዮም ንዓኩም ምናልባት ወይ ትፈልጥዎ ትኮኑ ወይ ሕጂ ሪኢኩም መካ እንድሕር ገዳስ ረክብኩም መካ ነቶም ዘይፈልጥዎ ኣብቲ ናይ ፍራንስ ቦታ ዛረቡ ዘለዎ ተሃልዮም ሸር ትብልሎ ማለት እዩ ሜርሲ